ስብሒ ካብ ከብድና ምጥፋእ ግድነት ክንገብሮ ዘለና ካብቲ ልሙድ ቁሩብ ፍልይ ብዝበሉ ሓሙሽተ ቀንዲ ዝኾኑ ነገራት ክነግረኩም እየ። ናይ ሓፈሻዊ ኣካላትና ርጉዲ ንምጉዳል ዘይኮነ ኣብ ከባቢ ከብድና ንዝእከቡ ስብሕታት ጠራይ ንምእላይ ዝሕግዙ እዮም ዝኾኑ። እዚ ቅጥን ኣብ ዝበሉ ሰባት ከይተረፈ ዝፍጠር። ናይ ስብሒ ምትእኽኻብ መበገሲኡን መፍትሒኡን ካብ ማንም ግዜ ዝበለጸ ቀሊልን ብዝርዝር ብዝኾነን ክንርኢ ኢና። ከም ዝፍለጥ ብመጥባሕቲ ጥራይ ተዘይኮይኑ ኣብ ክልተ ሰለስተ መዓልቲ ወይ ከኣ ኣብ ሰሙን ሰብሒ ከብዲ ክጠፍእ ዝኽእል ብወልሓደ ዓይነት ምድራዊ ሓይሊ የለን። ኣብዚ ሕጂ ግዜ ምስ ስብሒ ከብዲ ምጥፋእ ብዝተተሓሓዙ ኣብ ቦቦትኦም ዘለዉ ብዙሓት ጉዳያትን ሓበሬታታትን ብዙሓት ገንዘቦምን ግዜኦምን ኣብ ዘየድሊ መዓላ ከም ዘጥፍእዎ ይገብሮም እዩ። መጀመርያ ኩሉ ሰብ ክፈልጦ ዘለዎ ጉዳይ ኣብ ከባቢ ከብድና ይኹን ኣብ ካልእ ኣካላትና ዘሎ ርጉዲ ንምጉዳል ብመልክዕ መግብን መስተን ንወስዶ ካሎሪ ካብቲ ንወስዶ ወይ ነቃጽሎ ካሎሪ ክትሕት ኣለዎ። ስለዚ ከምዚ ክበሃል ከሎ ግን ንእሽተይ ምብላዕን ብዙሕ ምንቅስቓስን ቀሊል መፍትሒ እኳ ተመሰለ፣ ነዚ ንምግባር ንኹሉ ሰብ ከተግብሮ ቀሊል ምስ ዘይምዃኑ፣ ኣድላዪ ውጽኢት ብቕልጡፍ ንምምጻእ ግን፣ ሎሚ ዝነግረኩም ነጥብታት ኣቐዲምካ ምፍላጥን ኣካላትና ከመይ ከም ዝሰርሕ ምፍላጥ ብጣዕሚ ኣድላዪ እዩ። ነዞም ነጥብታት ምስ ተረዳእና ናብ ተግባር ምስ ኣውዓልናዮም፣ ዝኾነ ኣብ ከብድና ዝህሉ ስብሒ ምጥፋእ፣ ጠራይ ዘይኮነ ንኹሉ ግዜ ምጥፋእ እውን ተኽእሎ ኣለዎ። ዝኾነ ኣብ ከብድና ዝፍጠር ስብሒ ንምጥፋእ ክትገብርዎ ዘለኩም ሓሙሽተ ቀንዲ ነገራት ክሕብረኩም እየ ሕጂ እውን ምሳይ ክትጸንሑ ብኽብሪ እዕድመኩም። ቅድሚኡ ግን ዝፈትወኩም ክቡራት ተኻታተልቲ መደበይ ናብዚ ቻነል ሓደሽቲ ዘለኹም ሳብስክራይብ ክትገብሩ እቲ በቢ ግዜኡ ዝፍንወልኩም ጠቓሚ ቪድዮታት መታን ክትከታተልዎ ነታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክትታል። ምግጃፍ ከብዲ፣ ንሓዋሩ ምጥፋእ ናይ ኣካላትና ሆርሞናት ግደ ብጣዕሚ ዓቢ ክኸውን ከሎ፣ ናይ ኣነባብራናን ኣመጋግባናን ኩነታት ኩሉ ግዜ ናይ ጥሜት ስምዒት ዝፈጥሩ ሆርሞናት ዘጉድሉን ስብሒ ዘቃጽሉ ሆርሞናትን ዝውስኽ ክኸውን ኣለዎ። እዚ ድማ ከመይ ከም ዝኸውን ሓደ ብሓደ ምርኣይ ክንጅምር ኢና። ቀዳማይ ናይ ኢንሱሊን ዓቐን ምጉዳል። ብዙሓት ሰባት ኢንሱሊን ዝብል ቃል ክሰምዑ ከለዉ፣ ብቕልጡፍ ምስ ዳይቢትስ ወይ ድማ ሕማም ሽኮር ከምኡ ምስ ናይ ደም ዓቐን ሽኮር ዝተተሓሓዘ ነገር ምዃኑ ዝፍለጥ እንኳ እንተኾነ፣ ኢንሱሊን ግን ልዕሊ እዚ ኣብ ኣካላት ዘለዎ ጽልዋ ብዑምቀት ዝፍለጡ ግን ውሑዳት እዮም። ኢንሱሊን ስብሒ ናይ ምቅጻል ከይዲ ይዓጹ። ናይ ኢንሱሊን ዓቕንና ምስ ዝልዕል ናይ ኣካላትና ስብሒ ናይ ምቅጻል ዓቕሙ ብጣዕሚ ድኹም ይኸውን። ኣብ ኣካላትና ዝተኣከቡ ስብሒ ኣብ ዝኾነ ንገብሮ ምንቅስቓስ ክቃጸልን ናብ ሓይሊ ወይ ኤነርጂ ክልወጥ። ዘለዎ እኳ ተኾነ ልዑል ዓቕን ኢንሱሊን እንተለና ግን ኣካላትና ነዚ መስርሕ ኣየሳላስሎን። ካብዚ ዝተላዕለ ኣካላትና ዘድልዮ ሓይሊ ንምርካብ ኢሉ ቀቀልጢፉ ናይ ጥሜት ስምዒት ዝፈጥሩ ሆርሞናት ብብዝሒ ከም ዘፍሪ ይገብር። ብኻልእ ኣዘራርባ፣ ልዑል ናይ ኢንሱሊን ዓቐን ዘለዎም ሰባት ምስ ካልኦት ሰባት ዋላ ማዕረ ኣካላዊ ምንቅስቓስ እንተ ገበሩ፣ ኣብ ከብዶም ዘሎ ስብሒ ንምሕቃቕ ዝጽገሙ ምስ ምዃኖምን ናይ ጥሜት ስምዒቶም እውን ልዑል ስለ ዝኸውን ብብዝሒ ክበልዑን ናይ ከብዶም ምግጃፍ ክውስኽ ይግደዱ። እምበኣር ነዚ ናይ መጀመርያ መፍትሕ ዝኸውን ኣብ መዓልቲ ትወስዶም መግቢ ብዝሒ ወይ ምድግጋም ምንካይ እዩ። መግቢ ኣብ ዝበላዕናሉ ግዜ ኣብ ደምና ናይ ኢንሱሊን ዓቕን ስለ ዝልዕልን ከምኡ ጥራይ ዘይኮነ ድማ ናይ ጥሜት ስምዒት እውን ስለ ዝፈጥር ከምኡ እውን ስብሒ ንኸይሓቅቕ ዝገብር ብምዃኑ እዚ ጸገም ዘለኩም ሰባት እንተተኻኢሉ ሓንሳብ ተዘይኮነ ክልተ ግዜ ንመዓልቲ ምምጋብ ምልምማድ ኣለኩም። እዚ ምግባር ናይ ኢንሱሊን ዓቐንና ትሕት ከም ዝብል ብምግባር፣ ኣካላትና ዘድልዮ ሓይሊ ኣቐዲሙ ኣብ ከባቢ ከብድና ንዝተኣኻኸብ ስብሒ ብምሕቃቕ ንኽጥቀመሉ ዕድል ይፈጥረሉ። ካልእ ናይ ኢንሱሊን ዓቐንና ንምጉዳልን ኣብ ከባቢ ከብዱ ዘሎ ስብሒ ንምጉዳልን ክትገብርዎ ዘለኩም ነገር ኩሉ ግዜ ከም ንብሎ ሽኮር ብብዝሒ ካብ ምጥቃም ካብ ምህላኽ ምቑጣብ ኣለና። ሽኮር፣ ኢንሱሊን ሓፍ ንኽብል ካብ ዝገብሩ ቀዳማይ ክኸውን ከሎ፣ ንሕማም ጸላም ከብዲ'ውን ከም ንቃላዕ ይገብረና። ሽኮር ብናይ ኬሚካል ኣቃውምኡ ፍርቂ ግሉኮስን ፍርቂ ፍራክቶስ ክኸውን ከሎ፣ እዚ ናይ ፍራክቶስ ትሕዝትኡ ድማ ኣብ ልዕሊ ጸላም ከብዲ ዘውርዶ ናይ ሃስያ መጠን ምስ ናይ ኣልኮል መስተ ዘውርዶ ሃስያ ዝዳረግ እዩ። እዚ ብሽኮር ምኽንያት ዝመጽእ ሃስያ'ውን ፋቲ ሊቨር፣ ስብሕቲ ጸላም ከብዲ እንብላ ናይ ጥዕና ጸገም ንኽፍጠር ብምግባር ኣካላትና ናይ ኢንሱሊን ረዚስታንስ ልዑል ከም ዝኸውን እገብር። እዚ ድማ ከምቲ ኣቐዲምና ዝረኣናዮ ምስ ናይ ኢንሱሊን ምልዓል ዝተተሓሓዘ ኣብ ከባቢ ከብዲ ንዝፍጠር ስብሒ ምእካብ ብዝበለጸ ዝተቓላዕና እገብረና። ካልኣይ ጥሜት ምጉዳል። መግቢ ምቕናስን ጥሜት ምቕናስን ዝመሳሰሉ ነገር እዮም ግን ዝተፈላለዩ ተግባር እዮም። ስብሒ ከብዲ ንምጥፋእ እንተደሊና እንምገቦም መግብታት ኣቐዲምና ብዝበልናዮ መልክዕ ኢንሱሊን ብቕልጡፍ ሓፍ ዘየብሉን ብቐስታ ዝቃፀሉን ክኾኑ ኣለዎም። ኩሉ ግዜ ምውሳድ ዘለና መግብታት ከም በዓል ፕሮቲን ፋይበርን ፋትን ዝበሉ ኣብ ከስዕና ንንውሕ ዝበለ ግዜ ዝፀንሑ ዓይነት ክኸውን ከሎ፣ ብኣንጻሩ ድማ ኣብ ፋብሪካ ዝተመስርሑን ናይ ካርቦሃይድሬት መግብታት መሊስና ብቕልጡፍ ከም ንጠሚ ዝገብሩና ብምዃኖም ክንርሕቆም እዩ ዝግብኣና። ኣብ ዘረባና ከም ዝበልናዮ ስብሒ ከብዲ ዘስዕቡ ፋት ዘለዎም መግብታት ዘይኮኑስ ኢንሱሊን ክልዕል ብምግባር ስብሒ ኣብ ኣካላትና ከም ዝእከቡ ዝገብሩ ካርቦሃይድሬት ዘለዎም መግብታት ምብላዕ እዩ። ብሓጺሩ ስብሒ ምምጋብ ረጒድ ኣይገብርን'ዩ። ንኣብነት ከም በዓል ኣቮካዶን ዓሳን ዝኣመሰሉ ልዑል ግን ጥዑይ ፋት ዘለዎም መግብታት ምዝውታር ኢንሱሊን ንኸይልዐልን ንንውሕ ዝበለ እዋን'ውን ናይ ጥሜት ስምዒት ከይስምዓና ገብሩ። ጥዑይ ስብሒ ዘለዎም መግብታት ዘይንምገብ ተኾይንና ግን ናይ ጥሜት ስምዒት ደጋጊሙ ስለ ዝስምዓና ከይተረድኣና ብዙሕ ከም ንበልዕ ከብድና ከም ዝውስኽ'ውን ንኸውን። ሳልሳይ፣ ታይሮይድ። ከምቲ ኣብ ላዕሊ ዝረኣናዮ መልክዕ ኣመጋግባና እንተ ኣመዓራሪና፣ ናይ ኢንሱሊን ዓቐን ምስ ተቖጻጸርና፣ ዋላ ናይ ከብድና ስብሒ ከይጎድል ዝገብር ሓደ ናይ ታይሮይድ ጸገም እዩ። ቅድሚ ሕጂ ኣብ ካልእ ግዜ ከም ዝበልናዮ፣ ናይ ታይሮይድ ሕማም ናይ ሞታቦሊዝም ስርዓትና ብልዑል ኩነት ዘመዛብል ብምዃኑ፣ ኣብ ዓለም እውን ካብ ስሳ ሚእታዊት ንላዕሊ ዝኾኑ ናይ ታይሮይድ ጸገም ተጠቃዕቲ ንብዙሕ ዓመታት ሓደ ሓደ ግዜ'ውን ዕድመ ልክዖም እቲ ሕማም ከም ዘለዎም ከይፈለጡ ክጸንሑ ይኽእሉ እዮም። ናይ ታይሮይድ ጽኪ፣ እኹል ሆርሞን ዘየፍሪ እንተኾይኑ፣ ሃይፖታይሮይድ እንብሎ ጸገም ተፈጢሩ ኣሎ ማለት እዩ። ናይ ሞታፖሊዝም ስርዓትና ትሑት ስለ ዝኸውን፣ ስብሒ ከብዲ ንምጥፋእ እንገብሮ ዝኾነ ዓይነት ጻዕሪ ውጽኢታዊ ክኸውን ኣይክእልን እዩ። ስለዚ ነዚ ጉዳይ እዚውን ኣብ ግምት ብምእታው ብፍላይ ንብዙሕ ግዜ ስብሒ ናይ ከብድሆም ንምጉዳል ፈቲንኩም ለውጢ ምርኣይ ዝሰኣንኩም ብቐሊሉ ናይ ደም ምርመራ ብምግባር ናይ ታይሮይድ ጽቅኹም ጥዕና ምርግጋጽ ኣለኩም። ጸገም ተሎውን ብግዜኡ ንምፍዋስ ኣድላይ እዩ። ራብዓይ ኦክስጅን ስብሒ ብቕልጡፍ ንምቅጻል ኣካላትና እኹል ዝኾነ ኦክስጅን ንምርካብ ግዴታ እዩ። ነዚ ድማ ብልምዲ ደም ዋሕዲ እንብሎ ወይ ድማ ኣነሚያ ዝበሃል ሕማም ነፃ ምዃንኩም ክተረጋግፁ ኣለኩም። ኣነሚያ ናይ ኣይረን ሕፅረት ስዒቡ ኣብ ኣካላትና ዘለዉ ጥዑያት ቀያሕቲ ናይ ደም ዋህዮታት ምውሓድ ዝገሃድ ምዃኑ ድኻምን ዓቕሚ ምስኣንን ከምኡ እውን ፅሩሩ ምባልን ምርኣይ ምልክት ምዃኖም ብተወሳኺ ኣካላት እኹል ኦክስጅን ወሲዱ ስብሒ ናይ ምቅፃል ዓቕሙ ብልዑል ኩነት ዘዳኽም ሕማም እዩ። ስለዚ ደም ዋሕዲ ወይ ከዓ ኣኔምያ እንተለኩም ግቡእ ሕክምና ብኣግኡ ምግባር ኣብ ከብድኹም ዝፍጠር ስብሒ ንምጥፋእ ትገብርዎ ቃልሲ ዘቃላጥፍ ይኸውን። ሓምሻይ ድቃስ። ካልእ ብብዙሓት ሰባት እኹል ጠመተ ዘይወሃቦ ነገር ግና ናይ ኣካላትና ናይ ስብሒ ምክልኻል ከይዲ ልዑል ፅልዋ ዘለዎ ጉዳይ ድቃስ እዩ። እኹል ድቃስ ዘይረኽቡ ሰባት እኹል ድቃስ ምስ ዝረኽቡ ሰባት ብምንፅፃር ስብሒ ናይ ምክልኻል ዓቕሞም ብ ሓምሳን ሓሙሽተን ሚእታዊት ትሕት ዝበለ ምዃኑ ብተደጋጋሚ መፅናዕትታት ኣረጋጊፆም እዮም። እኹል ድቃስ ዘይረኽቡ ሰባት ናይ ዓቕሚ ምድካምን ናይ ብልዒ ድሌቶምን ብምውሳኽ ዘጋጥሞም ክኸውን ከሎ፣ ዘፍርይዎ ልዑል ናይ ጸቕጢ ሆርሞን እውን ኣካላት ዘለዎ ስብሒ ሒዝዎ ንኽጸንሕ መልእኽቲ ዘመሓላልፍ ብምዃኑ፣ ብፍላይ ኣብ ከባቢ ከብዲ ዝእከቡ ስብሒ እናወሰኸ እዩ ዝኸይድ። ስለዚ ኩሉ ሳዕ ካብ ዕስራን ኣርባዕተን ሰዓት፣ ካብ ሸውዓተ ክሳብ ትሽዓተ ሰዓታት ብብቑዕ ድቃስ ምሕላፍ ግቡእ እዩ። እምበኣር ብዙሓት ሰባት ዘየስተውዕሉሉ ነገር ግን ስብሒ ከብዲ ንምጥፋእ ብጣዕሚ ቀንዲ ንዝኾኑ ሓሙሽተ ነጥብታት እዮም። ኣብ መእተዊና ከምዝበልናዮ ንመብዛሕቲና ሓፈሻዊ ርጉዲ ይኹን ስብሒ ከብዲ ንምጉዳል ክሕሰብ ከሎ ኣቐዲምና ናብ ኣእምሮና ዝመፅእ ስፖርት ምስራሕን መግቢ ምትዕርራይ ጥራይ እኳ እንተኾነ ሎሚ ዝረኣናዮም ነጥብታት ግን ልክዕ ምስዚኦም ማዕረ ጠመተ ዘይወሃቦም ተኾይኑ ግን ድኻምና ኩሉ ኮንቱ እዩ ዝኸውን። ዝፈትወኩም ክቡራት ተኻታተልቲ መደበይ በዚ ዘቕረብኩልኩም ተማሂርኩምን ተጠቂምኩምን ክትኮኑ ተስፋ እገብር። ነዛ ቪድዮ እዚኣ ተፈቲኹማ ሸር ሳብስክራይብ ኣይትረስዑ ኢኹም።